መግለፂ ቅዋም ኣመራርሓ ማእኸል ስታፍ ሰራዊት ትግራይ መእተዊ ሰራዊት ትግራይ ንህዝቢ ትግራይ ከፅንቱ ጀኖሳይዳዊ ወራር ንዝፈፀሙ ልፍንታውያን ሓይልታት ብመስተንክራዊ ጀግንነቱ መኪቱ ሓይልታት ፅንተት እቲ ዝወልዕዎ ዘርኣውን ኣዕናውን ኩናት ጀሚሮም ከም ዘይውድእዎ ተረዲኦም ብተግባር ተማሂሮም ተገዲዶም ስምምዕ ፕሪቶርያ ክፍርሙ ዝገበረ ናይ መኸተ ሓይሊ እዩ። ንሕና ማእኸል ስታፍ ዝኾንና ኣባላት ሰራዊት ትግራይ እውን ኣብቲ ዝተኻየደ ናይ ህልውና ተጋድሎ ኣብ ኩሎም ዘካየድናዮም ዓውደ ግጥማት ናይ ሰራዊትና ዓንዲ ሕቆ ኮይና ሕቆ ፀላእትና እናሰበርና ክሳብታ መወዳእታ ውዕሊ ፕሪቶርያ ዝተፈረመትላ ዕለት ድሙቓት ዓወታት ብምምዝጋብ ኣካል'ቲ ወርቃዊ ታሪኽ ጀግና ሰራዊት ትግራይ ኮይና መፂና ኢና። ድሕሪ ስምምዕ ፕሪቶርያ እውን እንተኾነ ህዝቢ ትግራይን ንሰራዊቱን ስምምዕነት ፕሪቶርያ ብፀጋ ተቐቢሎም ሰላም ክሰፍን፣ ናይ ሕጊ ልዕልና ክነግስ ኢሉ እውን ዕላማ መኸተና ኣብ ሸትኡ ክበፅሕ ይግበር ኣብ ዝነበረ ዝተሓላለኸ ትዕግስትኻ ዘውድእ ፖለቲካዊ ቃልሲ የማነ ፀጋም ከይተላጋዕና በቢግዚኡ ዘጋጥሙና ሓድነት ህዝብናን ሰራዊትናን ናይ ምብታን ሽርሕታትን ማሕለኻታትን ብፅንዓት እናበዳህና ዝተዋሃበና ህዝባውን መንግስታውን ተልእኾ ብቕንዕናን ብተኣማንነትን እናፈፀምና ዝመፃእና ኣካል ሰራዊት ትግራይ ኢና። እዚ ከምዚ እናሃለወ ግን ኣብዚ ቀረባ ግዜ ውሑዳት ኣባላት ሰራዊት ትግራይ ፍትሓዊ ናይ ጥቕማ ጥቕሚ ይከበረልና ሕቶ ብምልዓል ኣግባብነት ዝጎደሎ ዘይንቡር ሰልፊ ተፈፂሙ እዩ። ዝተገበረ ሰልፊ መንገድታት ዓፂኻ ናይ ዝተፈላለዩ ክፋላት ሕብረተሰብና ምንቅስቓስ ብዘተኣጓጉል ዝተፈፀመ ስለዝኾነ ኣብ ልዕሊ ህዝብና ንዘሎ ከቢድ ማሕበራዊ ፀገም ዘተሓላልኽ ተወሳኺ ኢኮኖሚያውን ሞራላውን ሃስያ ዘብፀሐ ተግባር እዩ። ብርግጽ ሰራዊትና ዘልዐሎም ሕቶታት ኣብ ማሕበራዊ ናብርኡ ዘለዉ ጸገማት ይፈትሑልና ዝብል ጥራሕ ዘይኮነስ ውዕሊ ፕሪቶርያ ብዘይምፍጻሙ ኣብ ህዝብና ዘጋጥሙ ዘለዉ ኩለመዳያዊ ጸገማት የብቅዑ፣ ተመዛበልትና ናብ መረበቶም ይመለሱ፣ ልኣላዊ ግዝኣትና ይከበር ዝብሉ ሓሳባት ዘለዉዎ ቅኑዕን ፍትሓውን ሕቶ እዩ። ስለ ዝኾነ እውን ናይቶም ሰልፊ ዝወፁ ብፆት ሕቶ ጥራሕ ዘይኮነ ናይ ሰልፊ ዝገበሩን ዘይገበሩን ጠቕላላ ናይ ሰራዊትና ናይ ኩላህና ሕቶ እዩ። እቲ ስሕተት መተሓዳደር ደንብና ዝጠሓሰ ንክብሪ ህዝብና ብዘይምጥን እኳ ደኣስ ንህዝቢ ብዝጎድእ ኣግባብ ምፍፃሙ እዩ ክድገም ዘይብሉ ዘይሕጋዊ ተግባር ዝገብሮ። ብኣንፃሩ ዝተፈፀመ ስሑት ኣካይዳ ከም መበገሲ ተጠቒሞም ንሰራዊት ትግራይ ተበተን እምቢ በል፣ ሕቶታትካ ንምምላስ ናብ ዓመፅ ተሰጋገር፣ ካብ ዘለኻሉ ኣሃዱ ጠፊእኻ ወይም ጠሊምኻ ናብ ዓፋር ሕለፍ እናበሉ ብልሒ መኸተና ንዝኾነ ሰራዊት ትግራይ ክብትኑ ለይትን ቀትርን ሃተውተው ንዝብሉ ፀላእትን ተለኣኣኽትን ዘይጭበጥ ተስፋ ሒዞም ኸበሮ ዓምሓሞም ክወቕዑ ጸረና ንዝገብርዎ ዘመተ ምቹው ባይታ ዝፈጠረን ተርእዮ ኮይኑ ሓሊፉ ኣሎ። ስለዝኾነ ኣብዚ እዋናዊ ኣጀንዳ ማለት እውን ኣብ ህልው ፖለቲካዊ ኩነታት ሰራዊትና ዝተረኣየ ተርእዮን መበገስታቱን ንንውሕ ዝበለ እዋን መጽናዕቲ ዝተገበረሎም ፍትሓዊ ተጠቃምነት ሰራዊት ትግራይ ንምርግጋጽ ብካቢኔ ግዜያዊ ምምሕዳር ትግራይ ዝፀደቑ ደንብን ተግባራዊ ዝግበረሎም ኣሰራርሓታትን ንምርኣይ ኣብ ዝተዳለወ መድረኽ ዘቲና ኣለና። ካብ ዘካየድናዮ ዓሚቕ ዘተ ተበጊስና ድማ ነቲ ንጠቕላላ ሰራዊትና ዘይውክልን ንሕገ ደንብና ዝጠሓሰን ነውሪ ዝተፈፀመሉ ተርእዮ ብዕምቆት ገምጊምና ንክእረም ኣብ ሙሉእ ምርዳእ ብምብፃሕ በዓል ሽዱሽተ ነጥብታት ናይ ቅዋም መግለፂ ኣውፂና ኣለና። ሓደ፣ እቲ ብገለገለ ኣህርታት ኣብ ዝተፈላለዩ ቦታታት ዝቐርብ ዝነበረ ክብርን መሰልን ተጋዳላይ ይከበር ዝብል ጭርሖ ቅኑዕን ናይ ኩላህናን መላእ ሰራዊትናን ፍትሓዊ ሕቶ ምዃኑ ንልዕሊ ክልተ ዓመት ጀሚሩ እንዳንተከባለለ ዝመፀ ኣወንታዊ መልሲ ስኢኑ ዝፀንሐን ተጋዳላይ ተስፋ ቆሪፁ ክበታተን ዝገብር ዝነበረ ሓደገኛ ኣካይዳ ምዃኑ እናገለፅና ኣብዚ ኣብዚ ሕዚ እዋን ዝፀንሐ ኣካይዳ ተኣሪሙ ዘይትግበሩ መፅብዓታት ምእታው እውን ጠጠው ኣቢሉ ካቢኔ ግዝያዊ ምምሕዳር ትግራይ እሕሊፍዎም ዘሎ ውሳነታት እናደገፍና ብህፁፅ ኣብ ተግባር ክውዕሉ ንፅውዕ። ክልተ ውስናት ኣባላት ሰራዊትና ዝገበርዎ ሰልፊ ሕገ ደንብና ዝጠሓሰ ዕጡቕ ሓይሊ ክገብሮ ዘይግባእን ንህዝብና ናብ ከቢድ ሓደጋ ዘቃልዕን ሓደገኛ ተርእዮ ስለዝኾነ ንሕና ኣመራርሓ ማእኸል ስታፍ ሰራዊት ትግራይ ከም እንኩንኖን ከምዚ ዝበለ ቀይሕ መስመር ዝሓለፈ መነወር ተግባር ብኣና ይኹን ብካልኦት ኣካላት ኸይድገም ብፅንዓት ከም እንቃለስ ንህዝብና ቃል ንኣቱ። ሰለስተ፣ ንሕና ማእኸል ስታፍ ሰራዊት ትግራይ ክሳብ ሕዚ ዕላማታት መኸተ ህዝብና ሽትኡ ክወቅዕ፣ ልኣላዊ ግዝኣትና ክኽበርን ሓሳረ መከርኡ ዝበልዕ ዘሎ ተመዛባላይ ህዝብና ናብ መረበቱ ንክምለስን ከምኡ እውን ኣብ ምንጋጋ ፀላእትና ኣትዩ ዝፀንት ዘሎ ህዝብና ሓራ ንምውፃእ ዓሊሙ ዝግበር ዘሎ ሰላማዊ ፖለቲካዊ ቃልሲ ውፅኢታዊ ይኸውን ኣሎ ኢልና ኣይንኣምንን። ስለዝኾነ ክሳብ ሕጂ ዝባኸነ ግዜ ዘይግቡእ ምዃኑ እናነቐፍና ካብ ሕጂ ንደሓር ስምምዕነት ፕሪቶርያ ተግባራዊ ብዘይምግባር ስቓይ ህዝብና ዘናውሕ ዝኾነ ይኹን ኣካል ከምዘይንቕበልን ሕቶ ህዝብና ኣብ መዕለቢኡ ንምብፃሕ ካብ ዝግበር መኸንበቲ ቃልሲ ኣብ ዝግበር መኸንበቲ ቃልሲ ንምዕዋት ዝወሃበና ልኡኽ ብተኣማንነት ንምፍፃም ድልዋት ምዃንናን ቃል ንኣቱ። ኣርባዕተ ኣብ ድሕሪ ፍትሓዊ ሕቶ ሰራዊትና ተኸዊሎም ኣጀንዳ ተለኣኣኽቲ ናይ ምፍፃም ልኡኽ ብምሓዝ ሓድነታዊ ርክብ ሰራዊትናን ወተሃደራዊ መራሕትናን ብምዝራግ ኣብ ሰራዊትና ናይ መራሕን ተመራሕን ስርዓት ንምጥፋእ ውሽጣዊ ሓድነትን ዝምድናን መላእ ሰራዊትና ንምድኻም ብሓፈሻ ሕግን ስርዓትን ኣፍሪስካ ስቃይ ህዝብና ንምንዋሕ ዓሊሞም ይንቀሳቀሱ ንዘለዉ ኣካላት ብጥብቂ እናኾነና ብዝምልከቶም ኣካላት ናብ ሕጊ ቀሪቦም ተሓተትቲ ክኾኑ ንፅውዕ። ካብዚ ብተወሳኺ ንእኩይ ትልምን ሽርሕን ፀላእትን ተለኣኣኽትን ብዝለዓለ ትዕግስትን ጥበብን ንዘፈሸሉን ንዝኣለዩን መራሕትናን ኣባላት ሰራዊትናን ከምኡ እውን ነቲ ኩነታት ምእላይ ዕዙዝ ብፅሒት ዝተፃወተ መላእ ህዝብናን መራሕቲ ሃይማኖታትን ነድንቕ። ሓሙሽተ፣ ንሕና ኣመራርሓ ማእኸል ስታፍ ሰራዊት ትግራይ ከም ምዃንና መጠን ናይ ሰራዊትና ፖለቲካዊ፣ ወተሃደራውን ሎጀስቲካውን ድልውነት ንምጥንኻር ኣብ ዝፍፅሙ ኣብ ዝፍፀሙ ተግባራት ካባና ዝድለ ኩሉ ከም እንገብር ቃል ንኣቱ። ሽዱሽተ፣ ናይቲ ዘጋጠመ ስሕተት ተርእዮ ሳዕቤን ናብ ዝለዓለ ደረጃ ከይሰጋገር ንምግባር ኣወንታዊ ተራ ዝተፃወትኹም ስሩዕን ዘይስሩዕን ሚድያታት ዘለና ናእዳ እናገለፅና ካብዚ ብተፃራሪ ነቲ ዝተፈፀመ ጥፍኣት ካብ ሚዛኑ ንላዕሊ እናጉላህኹምን ነዳዲ እናርከፍከፍኹምን ጉድኣቱን ኣልታዊ ሳዕቤኑን ንምውሳኽ ክትሰርሑ ዝፀናሕኹምን ዘለኹምን ድማ ረብሓ ህዝቢ ትግራይ ናብ ዘቕድም ቅኑዕ ኣንፈት ክትምለሱ ፃውዒት ነቕርብ። እዚ እንተዘይኮይኑ ግን ምስ ዝምልከቶም ኣካላት ኮይና ንትካልናን ብልሒ ጫፍ መኸተናን ንዝኾነ ሰራዊትናን ንምክልኻል ሕጋዊ ተሓታትነት ንምስፋን ከም እንሰርሕ ነፍልጥ። ንመስርሕ ሰላም ቅድሚት ንሰርዕ፣ ስቓይ ህዝብና ክናዋሕ ግን ኣይንፈቅድን። ዘለኣለማዊ ክብርን መጎስን ንስዋኣትና! ኣመራርሓ ማእኸል ስታፍ ሰራዊት ትግራይ ዓሰርተ ሰለስተ ጥቅምቲ ክልተ ሽሕን ዓሰርተ ሸሞንተን ዓመተ ምህረት መቐለ